ሰላም ከመይ ትኾኑ ተኸታተልትና፣ እዚ ሕርያኹም ሕርያ ፖስት እዩ። ሎሚ ናብ ዝሓዝናዮም ዜናታት ሕርያ ፖስት ክንሰግር ፈለማ ግን ብቀንዲ ቀንዲ ርእሰ ዜና ክንፍልም ውድብ ህወሓት ህፁፅ ኣኼባ ከም ዝፀወዐ ተፈሊጡ። ብመጥቃዕቲ ድሮን ዓሰርተ ክልተ ሰለማውያን ሰባት ከም ዝተቐተሉ ይግለጽ ኣሎ። ኣብ ትግራይ ሓድሽ ፕሬዚዳንት ንምትካእ ምንቅስቓስ ከም ዝተጀመረ ተገሊጹ። ትግራዋይ ቃሉ ቡቲክ ዓለም ለኸ ኣድናቖት ይውሕዘሉ ከም ዘሎ ተረጋጊጹ። ቻይናን ኣሜሪካን ኣብ ወሽመጥ ባሕሪ ሆርሙዝ ተላቲመን ዝብሉን ካልኦት ሓደሽቲ ሓበሬታታት ሒዝናልኩም ቀሪብና ኣለና።

እንትኸውን፣ ናይ ሕድሕድ ኣብያተ ዕዮ ስራሕ ኣፈፃፅማን ሕድሕድ ቢሮን ብዘዳለውኦ ኣብ ካቢኔ ቀሪቡ ዘተ ዝተኻየደሉ ኢዩ ክብል ገሊፁ ኢዩ። እቲ ፕሬዚዳንት ናብ ኣዲስ ኣበባ ምኻድ ዝደለየሉ ምኽንያት ፌዴራል መንግስቲ ብዝገበረሉ ፃውዒት እንትኸውን፣ ብሓፈሻ ኣብቲ ዝቐረበ ፀብፃብ ዝርዝር ትሕዝቶ ኣብ ምምላስ ተመዛበልትን መውሓሲ ግዝኣት ትግራይ ህልው ኩነታት ተመዛበልትን ዝዓነው ትካላትን ኣብያተ ትምህርትን ጥዕናን ምቁራፅ በጀትን መድሓኒትን፣ ህልው ኩነታት ሕርሻ ትግራይን ወዘተ መሰረት ብምግባር ዝቐረበ ምንባር ገሊፁ ኣሎ። ናብ ኣዲስ ኣበባ እንትኸይድ ኣብዚ ጉዳይ ምስ ውዕሊ ፕሪቶርያ ዝምልከቶም ኣካላት ብፍሉይ ምስ ኣቦ ወንበር ህወሓት ዶክተር ደብረፅዮን ገብረሚኪኤል ብምምኽኻርን ብምስምዕማዕን ዝተገበረ ከምዝኾነ ፕሬዚዳንት ጀነራል ታደሰ ሓቢሩ ኣሎ። እዚ ከምዚ ኢሉ እንከሎ ህወሓት ህፁፅ ኣኼባ ከምዝፀውዐ ሓበሬታ ረኺብና ኣለና። ዝርዝር ሓበሬታ ምስ ረኸብና ድማ ናባኹም ክነቕርብ ኢና። ብመጥቃዕቲ ድሮን ዓሰርተ ክልተ ሰለማውያን ሰባት ከም ዝተቐተሉ ተፈሊጡ። ኣብ ክልል ኣምሓራ ከባቢ ኣምባሰል ብዝተፈጸመ መጥቃዕቲ ድሮን ብውሕዱ ዓሰርተ ክልተ ሰባት ከም ዝተቐተሉ ተጣባቕቲ ሰብኣዊ መሰላት ኣቃሊሖም። ኣብቲ መንግስቲ ኢትዮጵያ ንዕጡቓት ሓይልታት ፋኖ ኣመኽንዩ ዘካየዶ ደብዳብ ድሮን በቲ መጥቃዕቲ ከቢድ መጉዳእቲ በጺሕዎም ናይ ምድሓን ዕድል ዝነበሮም ናይ ኣምቡላንስ ኣገልግሎት ብዘይምርካቦም ህይወቶም ከምዝስኣኑ ትካላት ሰውኣዊ መሰላት ኣቃሊሐን። በቲ ኣብ ርሑቕ ገጠር ዝተፈጸመ መጥቃዕቲ ሬሳ እንተመላልሱን እንተእውዩን ዘርኢ ምስሊ እውን ተዘርጊሑ ኣሎ። ኣብ ክልል ኣምሓራ ካብ ጽባሕ ውዕሊ ፕሪቶርያ ጀሚሩ ኣብ መንጎ ሓይልታት ፋኖን ሰራዊት ኢትዮጵያን ዝካየድ ዕሙር ኲናት ዝቐጸለ ኮይኑ፣ ዛጊድ ከቢድ ንዋታውን ሰብኣውን ኪሳራ ከም ዘኸተለ ይሕበር ኣሎ። መንግስቲ ኢትዮጵያ፣ ሓይልታት ፋኖን ሰራዊት ኤርትራን ብሓባር ኣብ ልዕሊ ትግራይ ንዓለም ዘደንጸወ ጆኖሳይድ ከም ዝፈጸሙ ዝዝከር ኮይኑ፣ ድሕሪ ኲናት ትግራይ ሕድሕዶም ናብ ምትኳስ ከም ዝኣተዉ ይፍለጥ'ዩ። ኣብ ትግራይ ሓድሽ ፕሬዚዳንት ንምትካ ምንቅስቃስ ከም ዝተጀመረ ተገሊጹ። ኣብ ትግራይ ነቲ ብመንግስቲ ፌዴራል ዕድመ ስልጣኑ ንሓደ ዓመት ዝተናውሐ ጀነራል ታደሰ ወረደ ካብ ስልጣኑ ኣውሪድካ ንምትካእ ምንቅስቃስ ከም ዝተጀመረ ተሓቢሩ። ፍልፍላትና ከም ዘረጋገፅዎ ብሽመት ጀነራል ታደስ ወረደ ዘይተሓጎሱ ኣመራርሓ ህወሓትን ሰራዊትን ንዕኡ ብሓዱሽ መሪሕነት ምትካእ ኣብ ፅዑቕ ኣኼባ ከም ዝቐነዩ ተገሊፁ። እቲ ኣኼባ ወታደራዊ ካውንስል ሰራዊት ትግራይ ብሓደ ወገን ብኻልእ ወገን ድማ ፈፃሚ ስራሕ ውድብ ህወሓት ብኻልእ ሸነኽ ኣብ ዕፁው ዘተ ከም ዘለዉን ድሕሪ ናይ ክልቲኦም ውሳነ ድማ ንጀነራል ታደሰ ብኻልእ ፕሬዚዳንት ናይ ምትካእ መስርሕ ከምዝካየድ ምንጭታትና ኣረጋጊፆም። እቲ ስግግር ስልጣን ሰለማዊ ድዩ ክኸውን ሓይላዊ ንምግማቱ ዘፀግም እኳ እንተኾነ ገለ ኣባላት መሪሕነት ሰራዊት ግና ጀነራል ታደሰ ሓደ ካብ መሪሕነት ሰራዊት ብምዃኑ ናብ ሰራዊቱ ክምለስ ኣለዎ ዝብል ሪኢቶ ከምዘቕረቡ ይግለፅ ኣሎ። መሪሕነት ህወሓት ንሹመት ታደሰ ወረደ ስዒቡ መንግስቲ ፌዴራል ተወዓዓሊ ውዕሊ ፕሪቶሪያ ዝኾነ ህወሓት ኣብ ዘይብሉ ዝተገበረ በይናዊ ስጉምቲ ንዝሓለፉ ሰለስተ ዓመታት ዝተረኸበ ኣንፃራዊ ሰላም ኣብ ሓደጋ ዘውድቕ እዩ ብምባል ከም መዘናፀጎ ይዝከር እዩ። ከም ኣገላልፃ መሪሕነት ህወሓት ውዕሊ ፕሪቶሪያ ህዝቢ ትግራይ ከድሕን ተስፋ ዝተነበረሉ ውዕሊ እኳ እንተነበረ ዛጊድ ፍታሕ ከምፅእ ስለዘይኸኣለ እቲ ምስ ምምስራት ጊዚያዊ ምምሕዳር ንክልተ ዓመት ዝፈረሰ ኣብያተ ምኽሪ ናብ ስሩዕ ንምምላስ ዘኽእል ምንቅስቓስ ከምዘሎ ይሕበር። ትግራዋይ የቃሎ ቡቲክ ዓለም ለኸ ኣድናቖት ይውሕዘሉ ከምዘሎ ተፈሊጡ። ኣብ ከተማ መቐለ ክፍለ ከተማ ዓይደር ተወሊዱ ዝዓበየ ብናይ ቲክቶክ ሽሙ ቃሉ ቡቲክ ኣብ ኢንስታግራምን ቲክታክን ብደረጃ ዓለም ኣቓልቦ ምርካቡ ቀፂሉ ኣሎ። ገና ኣብ ንኡስ ዕድሚኡ ዝርከብ ቃሉ፣ እዚ ዓቢ ዘመናዊ ስቱድዮን ካሜራን፣ ኣብ መንደቕ መንበሪ ገዝኡ ብላይ ጫማን ክዳውንትን ኣንጠልጢሉ ዘደንቕ ፈጠራዊ ቪድዮ እንትሰርሕ ተራእዩ ኣሎ። ደረጃ ዓለም ከም በዓል SZAን ካልኦት ዓበይቲ ስሙያት ዲዛይነራትን ንዓለምና ፍሉጣት ሰባትን እናስሓበ ይርከብ ኣሎ። እቲ ካልእ ፍሉጥ ትግራዋይ፣ ቲክታከር ኣዶናይ ብርሃነ ድማ ንቲክታከር ቃሉ ዘለዎ ልዑል ናእዳን ኣድናቖትን ከምዘሎ ድሕሪ ምግላጹ፣ ቃሉ ድሮ ብደረጃ ዓለም ዝሰርሖ ቪድዮታት ኣብ ዝተፈላለዩ ኩርናዓት ዓለም ልዑል ናእዳን ቆላሕታን ይረኽቦ ከምዘሎ ሓቢሩ። ወሲኹ ናይ መጀመርያ ስራሕ ቃሉ ምስ ረኣየ ኣዝዩ ከምዘገረሞን ልቡ ከምዝሰርቖን ብምግላጽ፣ ምስ ስድርኡ ከምዝተዘራረበን፣ ምስቶም ዓለምለኻውያን ስም ዘለዎም ከም በዓል ዲላን ዝበሉ ብምውሃድ ስራሕቱ ናብ ዝለዓለ ብርኪ ንምብፃሕ ከምዝሰርሕ ቃል ኣትዩ ኣሎ። ኣብ መወዳእታ፣ ቻይናን ኣሜሪካን ኣብ ወሽመጥ ባሕሪ ሆርሙዝ ተላቲመን፣ ኲናት ማእከላይ ምብራቕ ረስኑ ይውስኽ ኣሎ። ዓለም ካብ ቀንዲ ጎረሮ ቁጠባ ፕላኔትና ዝኾነት ምዕጻብ ሆርሙዝ ዓይኒ ሕሊንኡ ኣብ ዘይነቐለሉ፣ ንፍሉይ ሓለዋ ባሕሪ ኣሜሪካ ብምጥሓስ፣ ንመጀመርያ እዋን ፈላመይቲ መርከብ ቻይና ወሽመጥ ሆርሙዝ ከምዝሓለፈት ተሓቢሩ። ቻይና ንእገዳ ባሕሪ ኣሜሪካ ከምዝጠሓሰት'ውን ተፈሊጡ ኣሎ። ብኣሜሪካ ኣብ ጸሊም መዝገብ ዝኣተወ መርከብ ነዳዲ ቻይና፣ እገዳ ሓይሊ ባሕሪ ኣሜሪካ ብምጥሓስ ብወሽመጥ ሆርሙዝ ከምዝሓለፈት ይግለጽ ኣሎ። ሪች ስታሪ ዝተባህለት እታ መርከብ፣ ነዳዲ ሒዛ ብኢራን ብምጉዓዝ እገዳ ትድለ ዘላ መርከብ'ያ። እታ መርከብ ፈለማ ጉዕዞኣ ኣቋሪጻ ናብ ደሴት ኢራን ተመሊሳ እኳ እንተነበረት፣ ድሕሪ ሒደት ሰዓታት ግን ናይ ቻይና ምዃና ዝሕብር ናይ ፈነወ ምልክት ብምርኣያ ነቲ እገዳ ከምዘፍረሰቶ ተፈሊጡ'ዩ። እቲ ብፕሬዝዳንት ትራምፕ ዝተኣወጀ እገዳ፣ ነዳዲ ኢራን ንምዕጋት ዝዓለመ ክኸውን እንከሎ፣ ምሕላፍ እታ መርከብ ግን ጽኑዕ ቁጽጽል ኣሜሪካ ዝፈታተን ኮይኑ ኣሎ። እዚ ከምዚ ኢሉ እንከሎ ፕሬዚዳንት ቻይና ሺ ጂንፒንግ ስርዓት ዓለም ይፈርስን ኣብ ዕግርግር ይወድቕን ከምዘሎ ንኣልጀዚራ ገሊፁ ኣሎ። መንግስቲ ኢጣልያ ብወገኑ ምስ እስራኤል ዝተገበረ ውዕሊ ምክልኻል ካብ ምሕዳስ ደው ኣቢልዎ ከምዝርከብ ኢሮኒውስ ገሊፁ ኣሎ። ዝኸበርኩም ተኸታተልቲ ሕርያ ፖስት ሎሚ ዝተዳለዉ ሓደሽቲ ሓበሬታታት ነዞም ዝተኸታተልኩምዎም ይመስሉ ነይሮም። ንሰናይ ምክትታልኩም ድማ ኣዚና ኢና ነመስግን።